መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ። ሰላም ከመይ ጸኒሕኩም ክቡራት ተኸታተልትና ሚኒስትሪ ምክልኻል ኢትዮጵያ ትማሊ ቀዳም ብመንገዲ ወግዓዊ ናይ ፌስቡክ ገጹ ኣብ ዝዘርግሖ ጽሑፍ ናይ ዓሰብን ቀይሕ ባሕርን ሕቶ ቅኑዕ ኣይኮነን ኢሉ ዝምጉት እንተሎ ንሱ ባንዳ እዩ ክብል ገሊጹ። ብዛዕባ እታ ብፍቓድናን ብድላይናን እንሞተላ ኢትዮጵያ ጽቡቕ ጌርና ንፈልጥ ኢና ኣብ ትሕቲ ዝብል ኣርእስቲ ናይቲ ሚኒስትሪ ሰፊሩ ዘሎ ጽሑፍ ጉዳይ ቀይሕ ባሕርን ዓሰብን ንዝሓለፉ ልዕሊ ሰለስተ ዓሰርተ ዓመታት ናይ ኢትዮጵያ ሕማም ኮይኑ ናይ ሃገርና ዕቤት ክጎድል ዝገበረ እዩ ናይ ጂኦ ፖለቲካዊ ወሳኒ ጥቕሚ እውን ዘኽሰረ እዩ ይብል። እቲ ሚኒስትሪ፣ ሰራዊት ኢትዮጵያ ንሕቶ ቀይሕ ባሕሪ ኣብ ኣደባባይ ዓለም ብግልፂ ከቕርብ ምኽኣሉ ሓበን ይስመዓና ድሕሪ ምባሉ፣ ናይ ኢትዮጵያ ሃገራዊ ጥቕሚ ንምርግጋፅ ክኽፈል ዘለዎ መስዋእቲ ኩሉ ክንከፍል ኢና ኢሉ። ኣብይ ኣሕመድ ብወገኑ ኣብ ድሮ ምምራቕ ዓብይ ናይ ሕዳሴ ዲጋ፣ ናይ ቀይሕ ባሕሪ ነገር ቅድሚ ሰላሳ ዓመታት ዝተፈፀመ ጌጋ እዩ፣ ኣብ ቀረባ ከዓ ክእረም እዩ ኢሉ ነይሩ። ብዘይካዚ ኣብይ ፈለግ ኣባይ ንሓደ ሽሕ ዓመታት ክንጥቀመሉ ዘይከኣልና ዓብይ ሃብቲ እዩ ነይሩ፣ ስለዚ ነዚ ናይ ሓደ ሽሕ ዓመታት ሕልሚ ካብ ኣተግበርና ናይ ቀይሕ ባሕሪ ሕቶ ኣዝዩ ቀሊል እዩ ክኸውን ክብል እውን ብተወሳኺ ተዛሪቡ ነይሩ። ኢትዮጵያ ኣብዚ ክካየድ ዝቐነየ ናይ ሕቡራት ሃገራት መበል ሰማንያ ሓፈሻዊ ኣኼባ እውን ንጉዳይ ቀይሕ ባሕሪ ተዛሪባትሉ እያ።

ካብ ምዕባለ ክትዕገት የብላን ክብል ኣተሓሳሲቡ። እቲ ፕረዚደንት፣ ሃገሩ ኣብ ጉዳይ ኣፍደገ ባሕሪ ብሰላማውን ብዲፕሎማስያውን መገዲ ትሰርሕ ከምዘላ ድሕሪ ምጥቃሱ፣ ኣብ ካልኦት ዛዕባታት ኣመልኪቱ መደርኡ ብምቕጻል መልእኽቱ ኣመሓላሊፉ። ኣብዚ እዋን ኣብ ኩሉ ኣብ ኢትዮጵያ ዝፍጠር መድረኻት ጉዳይ ቀይሕ ባሕሪ ክለዓል ይግበር ኣሎ። ኣብ ምምራቕ መጽሓፍ ናይ ምድማር መንግስቲ ኣብ መደረ ሓፈሻዊ ኣኼባ ሕቡራት ሃገራት ኣብ ማዕከናት ዜና ኢትዮጵያ ኮታስ ኣብ ዝኾነ ኣጋጣሚ ግድን ክለዓል ዘለዎ ኣጀንዳ ኮይኑ ኣሎ። እዚ ምስቲ ኣብ እዋን ደርግ ሁሉም ነገር ወደ ጦር ግንባር ወይ ከኣ ኩሉ ነገር ናብ ግንባራት ኲናት ዝብል ኣተሓሳስባ ዝመሳሰል እዩ። ውራይ ኢትዮጵያ ኣብዚ እዋን ኣፍደገ ባሕሪ ንምውናን ኮይኑ ኣሎ። እዛ ብዙሕ ቁጽሪ ህዝቢ እዩ ዘለኒ ኣብ ሃገር ዘፍርዮም ናብ ደገ ንምልኣኽ ይኹን ካብ ደገ ናብ ውሽጢ ዓዲ ንምእታው ብዘይ ዋንነት ኣፍደገ ባሕሪ ከተግብሮም ክኸብደኒ እዩ እዚ ከኣ ንሃገራዊ ድሕነተይ ኣጸጋሚ እዩ ትብል ኣላ። መንግስቲ ኢትዮጵያ ሃገሩ ናይ ባዕላ ኣፍደገ ባሕሪ ክሳብ ዘይሃለዋ እታ ሃገር ብቁጠባ ክትዓቢ ኣይትኽእልን እያ ወይ ክኸብዳ እዩ ናብ ዝብል መደምደምታ እዩ በጺሑ ዘሎ። ቀይሕ ባሕሪ ሰፊሕ ስለ ዝኾነ ኢትዮጵያ ናብታ ናብ ሃገሩ ዝቐረበት ናብ ወደብ ዓሰብ እዩ ኣተኩሮ ገይሩ ዘሎ። ኤርትራ ገማግም ባሕረይ ኣካል ሉእላዊ ግዝኣተይ ስለ ዝኾነ ናብ ዝርርብ ዝቐርብ ኣይኮነን፣ ሕቶ ኣፍደገ ባሕሪ ኢትዮጵያ ከኣ ናይ ትማሊ ዝጠፈሸ ፈተነን ናይ መጻኢ ዝኸሰረ ሕልሚን እዩ ክትብል መልሲ ትህብ። ሎሚ ኣብ ጎደናታት ኢትዮጵያ ሰብ መካይን እኳ ከይተረፈ ኣብ መካይኖም ድሕሪ ዓብዪ ናይ ሕዳሴ ዲጋ ናብ ጉዳይ ወደብ ዝብል ጭርሖ ለጢፎም ክጓዓዙ ይረኣዩ ኣለዉ። ብርግፅ ኢትዮጵያ ክሳብ ሕጂ ብዕሊ ንባሕሪ ክብል ናብ ኲናት ክኣቱ እየ እኳ እንተዘይበለት ኣብ መወዳእታ ዝኾነ ተስፋ እንተስኢና ግን ዝተርፋ ኣማራፂ ንሱ ጥራሕ እዩ ክኸውን ዝኽእል ዝብሉ ተንተንቲ ፖለቲካ ኣለዉ። ኣብይ ኣሕመድ ንጉዳይ ባድመ ብህፁፅ ፈቲሑ ንውዕል ኣልጀርስ ኣተግቢሩ ዓሰብ ንምርካብ ዘካይዶ ፖለቲካዊ ምንቅስቓስ ናይ ሓሙሽተ ዓመታት ናይ ምምሽኻን ዘመን ክብል ገሊፅዎ ኣሎ። እዚ ማለት እቲ ካብ ክልተ ሽሕን ዓሰርተ ሸሞንተን ክሳብ ክልተ ሽሕን ዕስራን ሰለስተን ዝነበረ ኣዝዩ ጥቡቕ ዝመስል ምስ ኤርትራ ዝካየድ ዝነበረ ናይ ፍቕሪ ፖለቲካ ዝደለኻዮ ንምርካብ ዝካየድ ዝነበረ ምምስሳል እዩ ነይሩ ማለት እዩ። ናብ ካልእ ዜና ምስ እንሰግር ክቡራት ተኸታተልቲ መስትያት ቤትና ፖሊስ ኣብ ሩስያ ስራሕ ክትቁጸሩ ኢኹም ብዝብል ምትላል ናብ ዩክሬን ናብ ውግእ ክለኣኹ ተዳልዮም ነይሮም ዝበሎም ዕስራ ውልቀ ሰባት ካብ ዘይሕጋዊ ኣሰጋገርቲ ደቂ ሰባት ከምዘድሓነ ገሊጹ። ካብ ርእሰ ከተማ ናይሮቢ ውፅእ ኢሉ ኣብ ዝርከብ መንበሪ ኣባይቲ ብዝተገብረ ክትትልን ተፍትሽን እቶም ውልቀ ሰባት ንምምልማል ዝውዕሉ ናውትታት ናይ ጉዕዞ ሰነዳትን ደብዳቤታትን ተረኺብዎም። እቲ ሰባት ብምምልማል ኣብ ወርሒ መስከረምን ጥቅምትን ናብ ሩስያ ንምልኣኽ የተሓባብር ነይሩ ዝተባህለ ሓደ ውልቀ ሰብ ድማ ኣብ ቀይዲ ኣትዩ። እቲ ውልቀሰብ ናብ ቤት ፍርዲ ክቐርብ እንከሎ፣ ፖሊስ መርመርኡ ክሳብ ዝውድእ ንዓሰርተ መዓልታት ኣብ ቤት ማእሰርቲ ንኽጸንሕ ወሲኑ። ኣብ ኬንያ ብዙሓት ኣብ ሩስያ ስራሕ ክትቁጸሩ ኢኹም ብዝብል ምትላል ይውሰዱ ኣለዉ ዝብል ልዑል ስግኣት ኣሎ። ሰብ መዚ ኣብ ዘካየድዎ ወፍሪ ዝተፈላለዩ ኣካላት ጸጥታን ድሕነትን ብርክት ዝበሉ ኬንያውያን ደለይቲ ስራሕ ካብ ሃገር ንኸወፁ ዝግበር መርበብ ገበነኛታት ዒላማ ብምግባር ብምትሕብባር ዘካየድዎ ወፍሪ ምዃኑ ኣፍሊጦም። በዚ ኣታይ ሪቨር ኣብ ዝበሃል ከባቢ ኣብ ዝርከብ መንበሪ ገዛ ዕስራን ክልተን ኬንያውያን ናብ ሩስያ ንምኻድ እናተፀበዩ እንከለዉ ከምዝተታሕዙ ተገሊፁ። ፖሊስ ምስጢራዊ ትካል ምስግጋር ሰባት ኬንያውያን ኣብ ሞስኮ ስራሕ ክትረኽቡ ክንገብር ኢና ብምባል ኣብ ዩክሬን ናብ ዝካየድ ዘሎ ኲናት ይልእኽ ኣሎ ኢሉ። መርመርቲ ስራሕ ክትቁጸሩ ኢኹም ብዝብል ዝተታለሉ ኬንያውያን ሽሙ ንዘይጠቐሰ ኤጀንሲ ወጻኢ ናይ ስራሕ ውዕል ከምዝፈረሙ ተዛሪቦም። ብመሰረት እቲ ውዕል፣ ንቪዛ፣ ጉዕዞ፣ መንበርን ካልኦት ወጻኢታት ሎጂስቲክን ዓሰርተ ሸሞንተ ሽሕ ዶላር ንምኽፋል ተሰማሚዖም። ገለ ውልቀሰባት ኣቐዲሞም ሽሕን ሓሙሽተ ሚእትን ዶላር ከም ዝኸፈሉ ተሓቢሩ። ፖሊስ፣ እዞም ደለይቲ ስራሕ፣ ሓንሳብ ተመልሚሎም ካብ ሃገር ምስ ወጹ ተጐዲኦም ስነ-ልቦናዊ መጉዳእቲ በጺሑዎም ወይ ሞይቶም ክምለሱ ይኽእሉ'ዮም ኢሉ። ክልተ ኬንያውያን ኣብ ቀረባ ካብ ሩስያ ክምለሱ እንከለዉ፣ እቲ ሓደ ኣብ ከተማ ናይሮቢ ኣብ ዝርከብ ሆስፒታል ክንክን ሕክምና ይገበር ኣሎ። ኣብ ቀረባ ላዕለዋይ በዓል ስልጣን ሚኒስትሪ ጉዳያት ወጻኢ ጉዳይ ብዘይሕጋዊ መንገዲ ናብ ሩስያ ተወሲዶም ሰራዊት ዩክረይን ዝኣሰሮም ኬንያውያን መንግስቲ ይከታተሎ ከምዘሎ ሓቢሩ ነይሩ። ወሃቢ ቃል ዩክረይን ብዛዕባ ኣተሓሕዛ ምሩኻት ንዝቐረበሉ ሕቶ ዜጋታት ሶማልያ ሰራልዮን፣ ቶጎ፣ ኲባ፣ ስሪላንካን ካልኦትን ኣብ ዩክረይን ፔትሮ ያተሴንኮ ኣብ ዝበሃል መዓስከር እሱራት ኲናት ከም ዝርከቡ ገሊጹ እዩ። እንተኾነ ብዛዕባ ካልኦት ምሩኻት ክዛረብ እንከሎ ብዙሓት ሃገራት ኣፍሪቃ ዜጋታተን ንምምላስ ዘርእይኦ ድሌት ድኹም እዩ፣ ክመልስኦም'ውን ኣይደልያን ክብል ንቢቢሲ ገሊጹ። ክቡራት ተኸታተልቲ መስትያት ቤትና ንሎሚ ሰንበት ዕስራን ሸሞንተን መስከረም ክልተ ሽሕን ዕስራን ሓሙሽተን ዘዳለናልኩም ሓበሬታ እዚ ክትከታተልዎ ዝጸናሕኩም እዩ ነይሩ። ብኻልእ ኣርእስቲ ክሳብ ንራኸብ ደሓን ጽንሑ። ብሩኽ ሰንበት።
መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣